ኣብዚ ኣዳራሽ ዝተረኸብኩም ዝተፈላለዩ ውዳበታትን ትካላትን ወኪልኩም ዝተረኸብኩም ናይዚ ጉዳይ እዚ ድማ ሳብ ዋና ዝኾንኩም መሊሰ እንኳዕ ደሓን መጻኹም ክብል ይደሊ። ብጣዕሚ ብዝርዝሩ ስለ ዝተኸየደ ናብቶም ካልኦት ዝርዝራት ኣይከይድን፣ ግን እተን ናይ ሎማዓልቲ ክልተ ነገር ርኢና ኣለና። ጉባኤ ህዝባዊ ርክባት እንታይ እናገበረ መፅዩ ዝብል ብዶክተር ዘሩ ቀሪቡልና ኣሎ ዝርዝር ብዝበለ መልክዑ ከም ናይ ዝሎ መዓልቲ ዋና መድረኽ ድማ እዚ ፕሮግራም ወይ መደብ ኣገብእ ክሳዕ ሕዚ ዝኸዶም ብፍላይ መዋፃውታት ይሉ ዘቐመጦም እውን ኣምፅኢልና ኣሎ ከም ቀንዲ መፍትሒ ገይሩ ኣብ ልዝበ ተኪሮ ኣሎ ንምንታይ ልዝብ ዝብል ነገር ብዙሕ ምግላፅ ኣይከድልዮን ግን ናብ ምይይጥና ክንኣቲ ኢና። ስለዚ ኣብዚ ምይይጥና ብዞም ዝቐረቡ መዋፅኦታት ክሳዕ ኣንፈታትን ይግበኣኒ በሃልቲ ድማ ክገብርዎም ዘለዎም ነገራትን ኣተኲርና ዝለዓሉ ሓሳባት ኩሎም ክነተኣናግደሉ ስለዚ ካብ ብሐዚ ጀሚሩ እዚ መድረኽ ክፉት ይገብሮ። ብክልቲኡ ጎነይ ኣለዉ ክልቲኦም መቕረብቲ ፕሮፌሰር የማነ ኣሎ ዶክተር ዘርኡ እውን ኣሎ ንሶም ክብልዎ ዝግብኦም ክብሉ እዮም ግን መልሲ ንሕቶን ኣይኮነን እዙይ ከመይ ጌርና ንወስኮ እዙይ ከመይ ጌርና ነመሓይሾ እዙይ ከመይ ጌርና ናብ መስርሒ ነእትዎ ዝብል ነገር ግን ገዛኢ ጌርና ክንወስዶ ኢና ስለዘቕረቡ ጥራሕ እዮም ምሳይ ዘለዉ ስለዚ በዚ ኣካይዳ እዚ እዚ መድረኽ ተኸፊቱ ኣሎ ንርእይቶ ተኸፊቱ ኣሎ ሓሳብ ምሃብ ይከኣል እዩ። እሺ የቐንየለይ ዓወት ጃለም እየ ዝበሃል በዓል ሞያ ሕጊ እየ ያው ዝመፃኹ እውን ብግለ እዩ ብውልቀ እየ መፅየ ዘለኹ ያው ንእሽተይ ኣነ እውን ርእይቶ ኣብቲ ዝቐረቡ ሓሳባት ንእሽተይ ርእይቶ ንምውሳኽ እዩ ፈለማ ንቲ ናይ ፐብሊክ ዲፕሎማሲ ዘተሓባብር ዘሎ ኣካል ብጣዕሚ ከመስግን ይፈቱ ናይ ብሓቂ እየ ተጋሩ እዚ ኤርያ እዚ ብጣዕሚ ድኽመት ኣለና ኢለ ይኣምን እየ ብጣዕሚ ድኽመት ኣለና ኢለ ዝኣምን ኣብ ዲፕሎማሲ ማለት እዩ እቲ ካሊእ ክብርታት ገለመለ ከም ዘሎ ኮይኑ ኣብ ዲፕሎማሲ ብጣዕሚ ድኽመት ኣለና ኢለ ይኣምን እየ ሶ ነዚ ንምሽፋን ዝገብሮ ዘሎ ምንቅስቓስ ብጣዕሚ ዝነኣድ እዩ ንእሽተይ እኳ ክንርኢ እንተኾይንና ድሕሪ ዋላ ድሕሪ ውዕል ፕሪቶርያ ኣነ ኩሉ ግዜ ዘብሎ እንታይ እዩ ትዕድል ምስ ተኸፈተ ኢቭን ኣብቲ ማእኸል ዓዲ ዘሎ ኣብ ማእኸል ዓዲ ዘሎ ሰብ ዓንተውን ይለዓል ነይሩ ኣብ ትግራይ ዘሎ ምስሊ ብጣዕሚ ዝተጋገ እዩ ኮምባቲቭ ጌርካ ናይ ምርኣይ ጦረኛ ጌርካ ናይ ምርኣይ ስእሊ ኣሎ ንሱ ኣብ ምስትኽኻል ኣይሰራሕናን ማለት ዕድል ዋላ ምስ ተረኸበ እውን ማለት እዩ ተቐድሚኡ ዝነበረ ናይ ኩናትን ናይ ገለን እዩ ሶፍት ኤርያ እሱ ዓንተውን ይግለጽ ነይሩ ዝተሰርሑ ስራሕቲ ኣለዉ ሞር ክጠናኸር ዘለዎ እዩ ዝመስለና ኣነ ማለት ናይ ትግራይ ናይ ቀጻሊ ዕድል እንታይ ይኹን ገለመለ ዝብል ፌደሬሽን ድያ ክትከውን ሃገር ድያ ክትከውን ዝብል ብዘየገድስ ካብቲ ዘለናሉ ጆግራፊ ባዕሉ ሓፍ ኢልና ናብ ንኸዶ ነገር ስለ ዘየለ ብጣዕሚ ክስረሐሉ ዘለዎ ኤርያ ይመስለኒ ማለት እዩ። ከምቲ ቅድም እውን ዝግለፅ ዝነበረ ብግጉ ይኹን ብዘየገድስ ከምኡ ዓይነት ምስሊ ስለ ዘሎ ኣገዳሲ ስለ ዝኾነ so ብጣዕሚ ምስጋና ይግባእ እዩ። ካሊእ እቲ ዝለዓል ዝነበረ ናይ ልዝብ ጉዳይ ብጣዕሚ ኣገዳሲ እዩ ዝመስለኒ እንታይ ክነልዕል ይግበእኒ ይግባእ ይመስለኒ እብዚ ንኸይንላዘብ ዕንቅፋት ዝኾኑ ነገር ዘለዉ እንታይ እዮም እንታይ እዮም ቶም ቶም ቶም ምኽንያታት ክልዓል ክኽእል ኣለዎ ማለት እዩ። ናይ ፖለቲካ ኣፈላላይ፣ ናይ ሃይማኖት ኣፈላላይ፣ ናይ ኣይዲዮሎጂ ኣፈላላይ ምኽንያት ብቑዓት ምኽንያት እዮም ኢለ ኣይኣምንን ባይ ዘ ዌይ ኣነ። ብቑዓት ምኽንያት ኣይኮኑን እዚኣቶም። ማለት ኣፈላላይ ምንም ፀገም የብሉን። ናብ ጠረጴዛ ኣምፂእኻስ ትግራይስ በበይ እያ ናብ ዝሓሸ ብራኸ ትኸይድ፣ ዲሞክራሲ ከመይ እያ ተምፅእ፣ ውሑስ ዝኾነ ሰላም ከመይ እዩ ዝመፅእ ኢልካ ንምክታዕ እቶም ዝበልናዮም ናይ ፖለቲካ፣ ናይ ኣይዲዮሎጂ ኣፈላላይ፣ ከም ብቑዓት ምኽንያት ክውሰዱ ኣይኽእሉን። I think ግልፂ ኮይንና ኢና ክንዘራረብ ዘለና ማለት እዩ። So ዓንቶ እውን ትለዓል ነይራ ናይ ኣነነት ጉዳይ እታ ናይ Ego I think ንሳ ብጣዕሚ ቅድሚ ሕጂ እንዳውም ኣብ ሓደ መድረኽ ከምኡ ዓይነት እሾ ኣልዒልናስ ሲሊ እዩ ዝብል ክስታይ ተዋሂቡ ነይሩ ማለት እቲ Ego ገለ ትብሎ ዘለኻስ ሲሊ ዝኾነ ጉዳይ እዩ ዝብል ተላዒሉ ነይሩ ግን ኣነ ሲሊ ኢለ ኣይሓስብን። ኮፍ ኢልካ ከይትዘራረብ ዝኽልክለካ ዘሎስ እንታይ እዩ? መን ምዃንካ ከ መን ምዃነይ ከርእየካ እየ መን ምዃንካ ክትርእኻ ወዘተ ዝብል ናይ ኢጎ ጉዳይ ማለት ናይ ህልኽ እዩ ኣይ ቲንክ ንኣብነት ኣብቶም ከፈላልዩ ዘይክእሉ ጉዳያት ከይንዘራረብ እንታይ እዩ ዝኽልክል ዘሎ ዝብል እዚ እውን ብደንቢ ክረአ ዘለዎ ይመስለኒ ተዘረብኩሞ ሓሳብ ብጣዕሚ ፅቡቕ እዩ ሞር ክስራሓሉ ዘለዎ ንምባል እዩ ማለት እዩ ምናልባሽ ካሊእ ይዕርያ ትኹረት ዘይተገበረታ ኢለ ዝኣምና ኣነ ናይ ሲስተም ናይ ስርዓት ጉዳይ ናይ ትካላዊ ኣሰራርሓ ጉዳይ ናይ ዲሞክራሲ ጉዳይ ማለት እዩ ዕሙቕ ኣቢልና ክንሪኦ ከለና ብርግፅ ሎማዓንቲ ኮይና ክንሓስብ ከለና ብዙሕ ፕረስ ዝገብረና እሹ ስለ ዘሎ ብጣዕሚ ህፁፃት ጉዳያት ስለ ዘለዉ እዚ ቅድሚት ዘይክነምፅኦ ንኽእል ኢና ማለት እዩ ምክንያቱ ናይ ተመዛበልቲ ጉዳይ ኣሎ ናይ ግዝኣት ጉዳይ ኣሎ ናይ ሕውየት ጉዳይ ኣሎ ዓንተ እውን ይግለፅ ነይሩ ማለት ትኽክል እዩ ብሱር ዘላቒ መፍትሒ ዘምፀልና ግን ሲስተም እዩ ሕጂ እውን ነውግዕ ዘለና ብዙሓት ሰባት እዩ ደው ኢልና ንሕሰብ ናይ ውልቂ ረብሓ ቅድሚ ናይ ውልቂ ረብሓ ናይ ትግራይ ነቐድም ገለ ንብል ኔርና። ኣይነቐድም ዝብል ሰብ እኮ የለን። ናብ ፕራክቲካል ዝኾነ ነገር ክትመጽእ ከለኻ ግን ሰባት ራሽናል እዮም ማለት ዝጠቕሞም ዝጎድኦም እንዳርኣዩ እዮም ዝኸዱ። ስርዓት ኢኻ ትሃንጽ ማለት እዩ። ስርዓት እዩ ነዚ ዘስተኻኽሎ። ክልተ ሰባት ገለ ተባኢሶም ጠቕላላ ዓዲ ነቕነቕ ዝብለሉ ኩነታት እንድሕር ሃልዩ ዋላ ናይ ሰባት ለውጢ እንተገበርካ እውን ማለት ተመሳሳሊ እዩ። እሱ ኢኻ ትደግሞ ዘለኻ ማለት እቲ ዝነበረ ማለት ናይ ትግራይ ጥራይ ኣይኮናን ክንርብ ኣይዞይ ብኢትዮጵያ ደረጃ ዘሎ ክስታይ እንድንርኣዮ ያው ተመሳሳሊ ዝተደረተ መንግስቲ ድሩት ዝኾነ መንግስቲ ናይ ምህናፅ ማለት ዘላቒ ዘላቒ ነገር ኢና ክንሓስብ ዘለና ማለት እዩ ዝተደረተ መንግስቲ ብድድ ኢሉ ኩናት ብምእዋጁ ምክንያት ምንም ተሓታትነት ዘይመፆ እንተኾይኑ ከምኡ ዘይገብረሉ ምክንያት እንታይ እዩ ገብር ማለት ተደረተ መንግስቲ ናይ ምህናፅ ሲስተም ናይ ምህናጽ፣ ትካላዊ ኣሰራርሓ ናይ ምህናጽ ኣብ ዝሓለፉ ብዙሕ ግዜ ኣብ ሶሻል ሚድያ ኣብ ገለ እውን ንርኢ ኢና፣ ክትዓት ኣሎ። እከለ ናብ ስልጣን ይምጻእ፣ እከለ ይተኣለ፣ እከለ ከምዚ ይኹን ገለ መለ። ንሱ መፍትሒ ክኸውን ኣይክእልን። ስርዓት እዩ። ስርዓት። እቲ ከምኡ ዓይነት ነገር እውን ብስርዓት ዝመጸሉ ኩነታት ማለት እዩ። ዘላቒ ነገር ክነብል ከለና ዓንተ እውን ገሊጸ እየ ማለት ሎማዓንቲ ፕረስ ዝገብረና ንሱ ዘይክኸውን ይኽእል እዩ ምኽንያቱ ኣብ ናይ ህልውና ኢሹ ስለ ዘለና ማለት ግን ብዘላቕነት ክንሪኦ ዝግበኣና ከምዚ ዝመሰለ ስርዓት እንተኾይኑ እዩ ምህናጽ ኣብና ንኣብነት ኣብቲ ደሓን ዝበሃል ኣብቲ ዝሓለፈ ናይ ዕስራን ሸውዓተን ዓመት ደሓን ዝበሃል ኩነታት እውን እቲ ትኹረትና ኣብ ሰባት እንዳኾነ እዩ መፂኡ ማለት እዩ። ስርዓት ሰባት እውን ብስርዓት ክመፁን ክወርዱን ዝኽእሉሉ ኩነታት ምፍጣር ኣገዳሲ እዩ። ብዝተረፈ እቲ ዝስራሕ ዘሎ ስራሕ ብጣዕሚ ፅቡቅ እዩ ሞር ተጠናኺሩ ክቅፅል ክኽእል ኣለዎ። ኣነ እውን በቲ ንስኻትኩም ዘቅረብኩሞ ሓሳብ መፍትሒኡ ጠረጴዛ እዩ። ልዝብን ልዝብን እዩ። ንልዝብ ምንም ዝክልክል ነገር ሃልዩ ኣይኮነን ማለት እዩ ኣይኮነን እቲ ምትህላኸን ትገለመለን እዩ ንሱ ኣይ ቲንክ ስኽን ኢልካ ምርኣይ ከድሊ እዩ ዝብል ሓሳብ ኣለኒ የቐንየለይ ጽቡቕ የቐንየለይ ገብረትንሳኤ ወልደሚካኤል ይበሃል ካብ ውድብ ሳልሳይ ወያነ ትግራይ ብምክትል ኣቦ ወንበር ስራሕ ሓላፊ ትግራይ ኹምዚ ዓይነት ተወግሶ ወሲድኩም ትግራይ ካብቲ ዘላቶ ጸገም ንምሽጋር ብሰላማዊ መንገዲ ሕቶታትና ጎነጻትና ንክፍትሑ ኹምዙይ ዓይነት ተኸታተሊ ዝኾነ ፃዕርታት ብምግባር ዘርእኹምዎ ፃዕርን ተወግሶን ኣዙዩ ዝናኣድ እዩ። ብምቕፃል ኸም ዕላማ ናይ ትግራይ ጉዳይ ኣብ መንጎ ብፍላይ ኣብ መንጎ ተጋሩ ዘሎ ኣፈላላይ ብዘተን ምርድዳእን ጥራሕ እና ጥራሕ ክፍታሕ ኣለዎ ዝብል መርገፂ ከም ውድብ ሳልሳይ ወያነ ትግራይ ንዝሓለፉ ክልተ ሰለስተ ዓመታት ናተቓለሱናሉ ዝፀናሕና ኢና ብዕላማ ትሒዝኩምዎ መፂኹም ዝኒኹም ብጣዕሚ ዝድገፍ እዩ ኣብ ዝተፈላለየ ግዝያት ከምዝገለፅኩምዎ እውን ብዝተፈላለዩ ሰነዳት ሓሳባትና ናገለጽና ጸኒሕና ኢና። ንቲ ዝተዋህበ ሓሳብ እታወት እውን ኣፍልጦ ምሃብኩም ደጊመ ከምስግን ይደሊ ማለት እዩ። ካሊእ ብዙሓት ትካላት ዘተ የድሊ እዩ፣ ዕርቂ የድሊ እዩ፣ ብሄራዊ ጉባኤ የድሊ እዩ ናባሉ መጺኦም እዮም። ግን ክሳብ ሀዚ ውጽኢት ዘይመጸሉ ናብ ተግባር ዘይተለወጠሉ ምክንያት ሓደ እቲ ከይዲ ንኹሎም ፖለቲካዊ ሓይልታት፣ ኣብ ናይ ትግራይ ጉዳይ ይምልከተና እዮም ዝብሉ ኣካላት ሓቋፋይ ኮይኑ፣ ኣሳታፋይ ኮይኑ ብዘይምኻድ እዩ። ካልኣይ እቶም ዓንተዎ ተልዕልዎም ዝነበርኩም ምኽንያታት ብጥቕምን ብስግኣትን ምኽንያት፣ ለውጢ ተመፅዩ ወይ ብምይይጥ ዝኾነ ለውጢ ዝመስል ነገር ተመፅዩ ጥቕሚ ወይ ክንስእኒ ኢና ወይ ኸዓ ነየእኒ ተሓታትነት እውን ክበፅሐና እዩ ብዝብል ዕንቅፋታት ተላዒሉ እዩ። ንሱ ትኽክል እዩ። እታ ዋና ውፅኢታዊ ንኸይትገብር ትገብር ዘላ ግን መሊስኩም እውን ከተጠናኽርዋ ኢልና ንሓስብ ከም ሳልሳይ ወያነ ትግራይ እቲ ከይዲ ኩሎም ኣካላት ዝኣምንዎን ተቐባልነትን ንክህልዎ ኩሎም ኣካላት ዝሳተፍሉ ዓይነት ክኸውን ክኽእል እነኦ። ኣብ ትግራይ እተን ብጣዕሚ ውሑዳት ዘባእሳ ነገራት ኣለዋ። ሓደ ኣነነት ዝብል ኣሎ። ኣነ ተዘይባሪኸዮ፣ ኣነ ተዘይፈትየዮ ምዕንቃፍ ማለት እዩ። ኣይኸውንን ምባል ማለት እዩ። ከም ባህሊ ኮይኑ ከም ፓለቲካዊ ባህሊ ኮይኑ እዙይ ብጣዕሚ ኣዝዩ ሓደገኛ እዩ ስለዚ ኹምዙይ ዓይነት ዕንቅፋት ዝኾነና ተኾይኑ እዙይ ክንጥብሮ ይግባእ መፍትሒ ከነቅምጠሉ ይግባእ ማለት እዩ ስለዚ ኣብቲ ዘተ ከይዲ ክሳተፉ ዝግብኦም ወይ ዋና ኣካላት ዝኾኑ ትካላት ብምልኦም እንደገና ብደንቢ ሪኣፕሮች ክግበሩ ኣለዎም ዝብል ኣለና ትኸይድ ማለት እዩ ንኣብነት ዘተ ኢሎምስ ብጣዕሚ ብዙሓት ዝሰርሑ ኣካላት እነየው ብግዝያዊ ምሕደራ ትግራይ ዝተጣየሸ እነዮ ውድብ ሳልሳይ ወያነ ትግራይን ውድብ ናፅነት ትግራይን ዝጀመርናዮ ነገር ኣሎ ኻልእት ኸም ንገርዓልታ ዝበሉ ዝጀመርዎ ነይሩ ኻልእት ኣለው እዚኦም ብምልኦም ናብ ሓደ ናይ ምምፃእ እውን ሓደ ዓብዪ ስራሕ እዩ ተቐባልነት ንክህልዎ፣ ውጽኢት ንክህልዎ፣ ናይ ምማን ተግባራዊ ክኸውን እቲ ዘተ ዝኣምን ዝኣምን እኳስ ናብ ሓደ ኣምጺእኻ ሓደ ዓብይ ሓይሊ ጠንካራ ሓይሊ ምእኹል ሓይሊ ምፍጣር ወሳናይ እዩ። ዓብይ ስራሕ እዩ። ንሱ ዘተ ዝኣምን ናብ ሓደ ምምጻእ ባዕሉ ዓብይ ኣቺቭመንት እዩ ዝኸውን ዝብል እዩ። ካሊእ እቲ ሎማዓንቲ ዝቐረበ ብትሕዝቶ ደረጃ ብጣዕሚ ዝድነቕ እዩ። ናይ ትግራይ መዋጽኦ ክኸውን ዝኽእል እዩ። ብጣዕሚ ክስርሖ ዝግባእ እዩ። ተወሳኺ ሓሳባት፣ ተወሳኺ ርእይቶታት እንድሕር ኣሊኦም እቲ ሰነድ ሰነድ ኮይኑ ናብ ዝምልከቶም ኣካላት ፖለቲካዊ ሓይልታት ተወቲኑ ዘለዎም ርእይቶታት ክህብሉ ተትገብሩ እውን more ክጠናኸርን ኩሎም ትካላት እውን ናይ ባዕሎም own ክገብርዎ ናይ ናይ ኢሎም ክኣምኑ ዕንቅፋት ንከይኾኑ ዝሕግዝ እዩ ዝኸውን ማለት እዩ። ስለዚ እቲ ትሕዝቶ ጽቡቕ እዩ ግን ተወሳኺ ሓሳባት ክወሃቦ ናብ ኩሎም ፖለቲካዊ ውዳበታት፣ ስቪል ማሕበራት እና ካልኦት ኣካላት ተዝብተን ዝብል እዩ። ኣብ መወዳእታ ተግባራዊ ንምዃን ኣዝዩ ዝኸብድ እቲ ጠበንጃ ዝሓዘ ሓይሊ፣ መንግስትነት ዝሓዘ ሃይሊ፣ ብናይ ህዝቢ ድጋፍ ኣለኒ ኢሉ ዝኣምን ሓይሊ እዩ። ኣውዚ ዘይተመለሰ እውን ኸመይ ገይርና ኢና ኣግዲድና ናብ ህዝባዊ ዘተ ኣምፂእና እቲ ንደልዮ ዘለና ኸንምፅእ ንኽእል ዝብል መልሲ የድልዮ እዩ ማለት እዩ። ኸም ሳልሳይ ወያነ ትግራይ ኸም ፍታሕ ኢልና ንሓስቦ ባዕሉ እቲ ባዕሎም እቶም ኸዕንቅፉ ንኽእሎም ይኽእሉ እዮም ኢልና ንሓስቦም ሓይልታት እውን ኣካል እቲ ኸይዲ ክኾኑ ክኽእሉ ኣለዎም። እቲ ኸይዲ ዝጥምትዎ፣ ዝመርሕዎ፣ ዝርእይዎ ክኾኑ እኒኦም ማለት እዩ። ብዚ ከይዲ እዙይ ተሓሊፍና ትግራይ ትድሕን እያ፣ ትካልና ይድሕን እዩ፣ ኣመራርሓና እውን እቲ ዘለ ስግኣታቶም ይቕረፍ እዩ ዝብል ናይ ምማን ክስምዖም ክኽእል እነኦ። ናይ ምማን መፍትሒ ክመፅእ ተኾይኑ ማለት እዩ። ዝነዓቕ ዝነኣስ ሓይሊ እውን ክህሉ የብሉን። ኩሉ ብፍላይ ሕዚ ኣብ ሕዚ ዘመን ማለት ይትረፍ ትካል ሒዝካ ይትረፍ ውድብ ፈጢርካ ግለሰብ ሓደ ግለሰብ ንሓደ ሓሳብ ተቐባልነት ንከይህልዎ ዘግብር ኩነታት እዩ እኒኦ። እቲ ናይ ሾሻል ሚድያ ኢንፍሎንስ ቀሊል የኮነን እሞ ዝናዓቅ ዝጓነ ሓሒል ክህሉ የብሉን ብዝተካኣለ መጠን ሓደ ትካል ሓደ ሕቶ ኣለኒ ዝብል ሰብ ምእማን ዓብይ ቫልዩ ኣለዎ ዓብይ ትርጉም ኣለዎ እሞ ኣብኡ እውን ብቀፃልነት ስራሕ ዘድሊ ምኳኑ እዩ ኣብ መወዳእታ ከም ውድብ ሳልሳይ ወያነ ትግራይ እቲ ሰነድ ብዝተወደበ መልክዑ ክትህቡና ተስፋ ንገብር ንውፅኢቱ ድማ ንሕና ደገፍትን ሓገዝትን ኢና ክንኸውን። የቐንየለይ ኣዝየ እየ ዘመስግን። እሺ እሞ ብመጀመርያ ሽመይ ክፍሎም ሓጎስ ይበሃል ካብ ውድብ ወለዶ ትግራይ ወኪለ እየ መፅየ ያው ብመጀመርያ ካብቲ መድረኽ መሰነዳእቲ ብምስጋናይ ምሃብ ክጅምር እሞ ኣገብእ ንውሕስና ብሄር ብዝብል ኣምር ዝተጀመረ ናይ ጉባኤ ርክባት ወይ ኸዓ ህዝባዊ ርክባት ትግራይ ነዚ መድረኽ እዚ ኣዘጋጅኹም ዓዲምኹም ስለ ዝፀውዕኹምና ከነመስግን ንፎቱ። ካብኡ ብምቕጻል ዘለዋኒ ሕጽር ሕጽር ዝበላ ሕቶታት ከም ግልም ከም ውድም ከቕርብ እሞ ካብኡ ናብቲ መልሲ ለንምስማዕ ክሙቼና ምእንታይ ማለት እዩ። ይስማዕ ይወርቕ እሺ ቁጽሪ ሓደ ኣብቲ እናተገለጸ ነበረ ልጸነሐ እቲ ከም መፍትሒ ልቐረበ ውሽጣዊ ጸገም እዩ እናተባህለ መጹ እዩ። ብዙሕ ጊዘ ብብዙሓት ትካላት ብሄራዊ ዘተ ንክፍጠር ንሰርሕ ኢና ልብሉ ትካላት ኣብ ትግራይ ብሄራዊ ምርድዳእ ንክፍጠር ንሰርሑ ኢና ልብሉ ልተፈላለዩ ትካላት ኣለዉ እዮም። ካብዚኣቶም እውን ሓደ ናይ ፓፕሊክ ዲፕሎማሲ ቲም ዝኾነ ኣገብእ ንውሕስና ብሄር ከም ሓደ መማረፂ ሒዝዎ ልመፀ ሓሳብ ኣሎ ኣንቶ ከም ናራእኽዎ ዝፀናሕኹ ማለት እዩ እንታይ ኢሉ ናትግራይ ፀገም ውሽጣዊ እዩ ነዚ ውሽጣዊ ጸገም ከኣ ውሽጣዊ መፍትሒ ኽንደሊ ኣለና ልብል ቅዋም ከም ለሎ እየ ተረዲኣ። ስለዚ እቲ ናይ ትግራይ ጸገም ውሽጣዊ ተኾይኑ እቲ ጸገም መን ምዃኑ ኣውዚ ክትነግሩና ትኽእሉ ዶ? እዩ እቲ ዋና ሕቶይ። ስቕ ኢልካ ሸፋፊንካ ውሽጣዊ ጸገም ኣለና፣ ናይ ደገ ሓይልታት ይጻወትሉ ኣለዉ፣ ኻምዚባ፣ ፖለቲካዊ ሓርነት የድልየና ኢልካ ስማ ስም ጥራይ ብላዕሊ ኮይንካ ስኢልካ ምሃብ፣ መሳገሪ ድዩኸ ብደንቢ እዩ ትሕቶ ትዋና ሕቶ ክኾን ዘለዎ ስለዚ ብደንቢ እቲ ውሽጣዊ ፀገም ፈሊና መሚና ከነቕምጦ ኣለና መን ምዃኑ ኣብ ምንታይ ከም ዝሰርሕ ኣሎ ንምንታይ ከም ዝሰርሕ ኣሎ ማለት እዩ ካብኡ ዋና ኣምር ናዚ ህዝባዊ ጉዳያት ርክብ ወይ ኸዓ ናይ ፐፕሊክ ዲፕሎማሲ እዙይ ሓድነት ብሄር ምውሓስ፣ ብሄራዊ ረብሓ ናይ ህዝቢ ትግራይ ምውሓስ፣ ብሄራዊ ሓድነት ምርግጋፅ እዩ ኢልኩምና ኣለኹም ወይ ኸዓ ምናይ ከምኡ ምዃኑ ይግምት እሞ ሓድነት ብሄር ክረጋገፅ እንተኾይኑ መጀመርያ ኣብ ሓድነት ሓሳብ ክንነጋገር ኣለና ማለት እዩ። ዩኒቲ ኦፍ ፐርፐዝ ተለይሃልዩና ሲ ከመይ ጌርና ኢና ዩኒቲ ኦፍ ኔሽን ወይ ከዓ ናይ ብሄር ሓድነት ከነረጋግፅ ንኽእል ልብል ዓብዪ ሕቶ ኣለኒ። ለምሳሌ ኣብ ምውሓስ ልኣላውነት ኣብ ምምላስ ተፈናቐልቲ ብውዕሊ ፕሪቶርያ መሰረት ልተፈላለያ ናይ ትግራይ ፖለቲካ ሓይልታት ልተፈላለየ ኣፕሮች እየን ልቕርባ ኢቭን ኣብ ላዕላውነት ሲ ፖለቲካና ካብ ናይ ደገ ሓይልታት ፅዕንቶ ነፃ ኮይኑ ብሄራዊ ሓርነት ኣዊጅና ኣብ ልብል እኳ ክንስማዕማዕ ክንሳነ ይከኣልና እዩ ምስ ዝተፈላለዩ ሓይልታት ማለት እዩ ስለዚ ሓድነት ሓሳብ በተለይ ከዓ ኣብቲ ሀዚ ሰዓት እኔናዮ ቀውጢ ሰዓት ትግራይ መፍትሒ ትጠልወሉ ጊዘ ሓድነት ሓሳብ ከየምፃእና ከመይ ጌርና ኢና ሓድነት ብሄር ከነዋልድ ንኽእል ዝብል መሰረታዊ ሕቶ ኣለኒ ማለት እዩ ካብኡ ቀፂሉ ከም መፍትሒ ኣንተ ወለ ረዳት ፕሮፌሰር ነቕሮ ልረእኽዎ ኣብዚ ስላይድ ጊዛዊ ቤት ምኽሪ ምጥያሽ ልብል ከም መፍትሒ ወሲዱ ኣሎ ጽቡቕ ከም ሓሳብ ኣይጽልእን ነገር ግን ከም ናተይ ርእይቶ ነቲ ዘለናዮ ርጅም ካብ ናይ ናይቲ ርጅም ባህሪ ካብ ለይምርዳእ ልምንጪ እዩ ልመስለኒ ወይ ኸዓ ኢለ ነይረ ከምዚ ኮ መፍትሒ ቅርዮ ነይረ ምስ ሓለፈ ወይ ኸዓ ከም ብሄር ኣብ ሓደጋ ምስ ኣተና ምስ ወደቕና ኢለ ነይረ ልመበሊ ኮይኑ እዩ ስለ ልተርእየኒ እዩ ምክንያቱ ናዙ ርጅም እዚ ናዙ ሀዝኔናዮ ስርዓተ መንግስቲ ባህሪ ጠፊኡና ድዩ ኮይኑ ከም እንብለና የተመኮረ ድዩ ቅድሚ ሀዚ ማለት ቅድሚ ሀዚ ኣብ ጊዛዊ ብጌታቸው ረዳ ልምራሕ ጊዛዊ ምምሕዳር ትግራይ እናሃለየ ተሞኪሩ ነይሩ እዩ ስራሕ እዚ ጊዛዊ ቤት ምክሪ ንምጥያሽ ተሞኪሩ ነበረ ይመስለኒ ነገር ግን በቲ ብባሕታይነት ስልጣን ናይ ግለይ ኢሉ ልሓስብ ሓይሊ ኣፈሙዝ ተጎዝጒዙ እሽካብ ሕዚ ንትግራይ ዝተፈላለዩ ሓደጋታት እናፈጠረ ልመፀ ሓይሊ እናተመርሐ ከመይ ኢሉ እዩ ጊዛዊ ቤት ምኽሪ ትግራይ ክስራሕ ልኽእል ወይ ከዓ ምናይ ክጣየሽ ልኽእል ልብል ሓሳብ እኒኒ ካብኡ ዋና ሕቶይ ግን ኣብዚ ናይ ህዝባዊ ርክባት ትግራይ ተባሂሉ ተጣይሹ እኒኦ ትካል ናይ ኒውትራሊቲ ሕቶ እዩ ዘውዝኒ ሕቶ ሱኢልካ ብኣሉባልታ ወይ ከዓ ምናይ ካብ እንትን ልተመሰረተ ለይኾነ ሲ ለምሳሌ ኣብ ትግራይ ብዙሓት ናይ ፖለቲካ ሲናሪዮታት ወይ ከዓ ፖለቲካል ዲቨሎፕመንታት እናተፈጠሩ መፅኦም እዮም ነቲ ብሄር ናብ ሓደጋ ለእትዩ ጭምር ከእትዩ ልኽእሉ ቀፃሊ ስግኣት ክኾኑ ልኽእሉ ጭምር ኣብዚኣቶም እዚ ትካል እዚ እንታይ ዓይነት መርገፂ ሒዙ ለምሳሌ ካብዞም ሓደጋታት እዚኦም ክልተ ክብል በቲ ስልጣን ብሒቱ ተሒዙ ዘሎ ጉጅለ ዝምራሕ ርጅም ዝጀመሮ ናይ ፅምዶ ዝበሃል ምንቅስቓስ ኣሎ። እዚ ምንቅስቓስ እዚ ዋላ ኣብ ካሻ ህዝባዊ ርክባት ወይ ከዓ ርክብ ህዝቢ ህዝብታት ኤርትራን ትግራይን ብዝብል ታፔላ ይምፃእ እምበር ፖለቲካሊ ዕላምኡ ካሊእ ምዃኑ ብብዙሕ ምሁራን ብቲ ልረኣሎ ናይ ፖለቲካ ሃዋህው እናተፈለጠ ይመፅእ ኣሎ እዩ። ስለዚ ኣብዚ ዘለዎ ቅዋም እንታይ እዩ ከም ትካል ሓደ ካልኣይ ማለት ኣብኡ ንፅረት ልክፍጠር ስለልደለኹ እየ በተለይ ኣብቲ ገለልተኝነት ናቲ ትካል ኣመልኪቱ ማለት እዩ ካልኣይ ካብ ጥሪ ዓሰርተ ሓሙሽተ ጀሚሩ ትግራይ እቲ ዋና መሰረት ልኾነ ብሄራዊ ትካል ዝበሃል ሓይልታት ምክልኻል ትግራይ ኣብ ክልተ ልገምዐ እንትን ተፈጢሩ ኣሎ። ሓደ ካብቶም መዋፅኣታትና ንዘንብል እሞ ዘኼዳና ዘየኼዳና ታይ ክንፅበ ኣለና ናዝብል ነገር ከነተኩር ካልኣይ ግዜ ክኸውን ተጠቐም።
ጽቡቅ እሺ የቀንልይ ኣብኣ ከለኩ እንትን ከብላ ስለ ልደለኩ እያ እና ጉዳይ ኒውትራሊቲ እዩ እቲ ዋና ካብኡ ኣብ መወዳእታ ኣብቶም መፍትሕታት ለቕመጥኩሞም ሓሪፋት ኣለዉ ብጣዕሚ ከኺዱ ልኽእሉ ሓሳባት ሪኤ ኣለኹ ነገር ግን ኣብ ክውንነት ልተመስረተ እንተዝኸውን በተለይ ከመይ ጌርና ኢና ከነረጋግጽ ለምሳሌ ሲ ካብቶም መዋጽእታት ተብሂሎም ልተቐመጡስ ከምቲ ዓንት ወልወልክዎ ብሄራዊ ጊዛዊ ቤት ምኽሪ ምጥያሽ ይብል ካብኡ ኣብ እንትን ለይተመስረተ ወይ ኻዓ ምናይ ተሓታትነት ኣወጊድካ እቶም ሀዚ ለለዉ መራሕቲ ኣብ ላዕሊ ለለዉ መራሕቲ ናብዚ ችግር እዚም ብፅቡቕም ብእንትንም ክለዓሉ ልኽእሉ ሰባት እዚኦም ለ ካብ ታሕትነት ነፃ ብልኾነ መንገዲ ካብ ፖለቲካ ትግራይ ክእለዩ ምግባር ልብል ሓሳባት ኣቕሪብኩም ኣለኹም እሞ እዙይ ናይ ምግባር ዓቕሚ ኣለኩም ድዩ ልብል እዩ ልተዋኒ ዕድል የቐንለይ።
እሺ የመስግን ልተዋኒ ዕድል ብጣዕመይ ለመስግን ልቱ መድረክ መዳለይቲ እውን ጽቡቕ ናእዳ ኣለኒ። ያው ህዝባዊ ርክባት ብዙሕ ልደኸመ ምዃኑ ኣሕና እውን ንርዳእ ኢና። ቕድሚ ክልተ ዓመት ሓደ ኣኸባ ገርና ነርና ዘተ ልብራኸ ትግራይ ልብል ብዙሕ ሓሳባት እዮም ቐሪቦም። ኣብ ዓለም ለለዉ ምሁራት ሓሳባት ኣቕሪቦም እዮም ናይ ትግራይ መፍትሒ። ስለዙይ ካብዞም ልቐረባ ሓሳባት ሓደ ነገር ኣብ ተግባር ልውዓለ የለይ። ስለዚ ድኻም እዩ ማለት እዩ። ዶክተር ዘርኡ እውን ነጊርና እዩ ብዙሕ ኣምልኸመ ግን ውፅኢታዊ የኾነ እዩ። ትደክም ተለኻስ ሓደ ውፅኢት ክተምፅእ ኣለካ። ትግራይ 2016 ልነበረተይ ከዚ 2018 ለላተይ ብጣዕሚ ኣፈላላይ ኣለዎ። 2016 ትሐሽ ነይራ። ኸዚ ላብ ልገደደን ኣቲና ኢና ስለዚ ስራሕና ሲ ልመልስ ድዩ ወይስ ላብ ልገደደ ልኸድ ስለዚ እዚ ምናልባት ህዝባዊ ርክባት እቲ ምክንያት ሴግነኹሞ እኒኢኹም ትላብዚ ልእትወና ምክንያት ሲ ተኣዩ ኢልኩም ሴግነኹሞ ወይልም ላፈለጥኹም ዘሊልኹሞ ኣለኹም ማለት እዩ ስለዚ እቲ ምክንያት እኮ ኢልፍለጥ ንድኻም ጥራሕ ዋጋ እኮ ይብሉ ተመሓይሽ ተኾንካ ተደኸምካ እውን ፅቡቅ እዩ እንተሕርለይ ተመሓይሽ ኮንካ ግን ድኻም ድዩ እንታይ የድልይ ልሙኮራኹም ብጣዕሚ ኢና እንእድ ንስኻትኩም ትሐሹ ገርዓልታ ኢንስቲትዩት ልበሃል ሓደ ትካል ትመስርት ነይሩ እሱ ብግልፂ ንሕወሓት ደጋፊ ኢልና ኣሎ ናባዕሉ ጉዳይ እሱ ምንም ችግር የብሉይ ሕወሓት ይደግፍ ናብ ባዕሉ ጉዳይ መጀመርያ ኢንዲፐንደንት መሲልና ብዙሕ ተሳቲፍና ነርና ድሓር ግን ኣብ ዝኾነ ኣኸባ ኣነ ልሕወሓት እየ ልድግፍና ኣሎ ንስኻትኩም ኣብዙ ኣለኹም እዩ ግን ኣነ ልመስለና ዋኻትም እታ ምክንያት እየ ተፈለጠት እያ ወይንም ላፈለጥኩም ሓዲግኩም ኣለኹም እታ ምክንያት እኮ ግልፂ እኮ እያ እታ ምክንያት ትግራይ ኣብዚ ለእተወታ ምክንያት ግልፂ እያ ማንም ሰብ ይፈልጣ ቆልዓ ይፈልጣ ስለዚ እቲ ምክንያት ሲ ክትፈልጥዎ ሞክሩ ከዚ ጀሚርኩምዎ እኒኹም ምናልባት ንሰማዕቲ ግን ይፅቡቅ እዩ ካብኡ ናብ ዝናለ መዓንቲ ኣጀንዳ ኣገብእ ዓረና ኣገብእ ክብል እዩ ትመስሪቱ ቅድሚ 18 ዓመት ኣገብእ ክብል እዩ ትመስሪቱ ቅድሚ ዓሰርተ ሸሞንተ ዓመት ምክንያቱም ንዓረና ሓሳብ ብነፃነት ልህዝቢ በፂዑስ ህዝቢ ክውስን ተኾነ ግን እዙይ ልዓረና ከጥፎ እዩ ደልዩ ነይሩ ትነበረ ሕወሓት ናብ መንግስቲ መዋቅር ተጠቂሙሲ እንኳን ዶ ሓሳብካ ክስማዕ ንባዕልኻ እውን ከጥፈእካ እዩ ሞኪሩ እዚ ደጋጊምና ንሳትኩም ስለ ዝትፈልጥዎ ስለዚ ኣገብእ ሲ ኣንሕና ኣገብእ ዝጀመርና ሓድሽ ነገር ይኾነ ኢላኣና እቲ ኣገብእ ክንብል ኢልና ቅድሚ ዓሰርተ ሸሞንተ ዓመት ትመስሪትና ኣብ ነፃ ሜዳ ማለት እዩ ትነበረ ኣሓና ኣገብእ ንብሎ ነበርና ግን ናይ መንግስቲ መዋቅር ድሕንነት ፀጥታ ሓይሊ ልምዓት ጉጅለ ግዛዕ ምዛዕ መስሪቱ እዩ ማይ ልማይ ኣሪዎም ኸዚ እውን ኣገብ ኢልኩም ሓሳብ ቅድሚ ምምጻእኩም ዝዕጥቂ ኣገብ ነጊርኩምና ኢኹም፣ ደፊኒሽን ነጊርኩምና ኢኹም። ኣብ እግሪ ጽላል ኸልተ ነጻ ልኾኑ ሰባት ብነጻ ዳኛ ልሟጎትሉ እዩ። ኣውዚ ለለና ፖለቲካ ፓርቲ ግን ሓደ ዕጡቕ እዩ፣ ሓደ ለይተዓጠቐ እዩ። ኣገብእስ ክመጽእ ይኸእል እዩ ኣውዚ። መጀመርያ ዕጥቂ ፍትሑ። ዕጥቂ ክፍታሕ ልግባእ ኣገባእ ክንብል ስለዚ ወይንም ላብ ልኾነ ችግር ተእትዎ ኢኹም ማለት እዩ። ከምቲ ዝሓለፍናሉ ዓሰርተ ሽዱሽተ ዓሰርተ ሸውዓተ ዓመት ናብ ዝኾነ ችግር ይኣቲ ስለዚ እዚ ኣግባብ እዚ ዝኣገብእ እዚ ክሰርሕ ተኮይኑሲ ኩሉ ነፃ ኮይኑ ብሓሳብ ክከራኸር ኣለዎ ሕወሓት ግን ዞም ዕጡቃት ሰራዊት ስናይ እዩ ካብ ኮር ላዕሊ ኣነና ሕወሓት እየ ላበለሲ ኣገብእ ከምዚ ኢለ ካበይ ክመፅእ ይኽእል ሃም- ሃመይ ኢሉ ክሰርሕ ይኽእል ስለዚ እቲ ኣርእስቲ እዚ ሓዱሽ ነገር የኾነይ ለኣና ሰሪሕናሉ ኢና። ኸዚ እውን ሓንቲ ሕፅር ዝበለ ጥያቄ ኢና ዘባዚን ከየብዝሕ እዩ ሓንቲ ሕፅር ዝበለ ጥያቄ ኢና ቅድሚ እዛ ኣገብ እዚኣ ሲ ቱ ፓርትሱስ ዕጥቂ ክፈትሕ ክኽእል ኣሎ እሱ እቲ ዓብዪ ቀንዲ እቲ ልዕሊ ኮር ይኹን ኣብ በረኻ ለሎማ ህዝቢ ትግራይ እዩ ክሕልል ግባእ ህዝቢ ትግራይ ጠጠው ክብል ግባእ ክልቲኦም ሓይልታት ማለት እዩ ኣሻዓይጡ ችግር የለይ ብብሓሳብካ ሰላም እውን ከምፅእ እዩ ተወዚሎ ኣሎ ልዕሊ ኮር እውን ንሃዝቢ ተኮይኑ ቱ ንሃዝቢ ይኮን ካይሉ ልከደ ሓይሉ እውን ንሃዝቢ ተኮይኑ ምንም ልፈላለ ነገር የለይ ስለዚ ኣነ እዚ ሓሳብ ፅቡቅቲ እያ ግን ኒኦኩም ዶ ልሕወሓት ሲ ዕጥቂ ተፍትሕዎ ትኽእሉ ኢኹም ኣገብእ ክንብል ዘይሰጋእና ኣገብእ ዕጥቂ ተኮይኑ እኮ ለኣኻ ጥራሕ ተለይኮነስ ልዙዳኛ ልዝመንጎኛ ለኮ ኢለ ፈራርሕ ትመንጎኛ ቱዳኛ ትብሉ ኣለኹምስ ካበይ ክመጽእ እዩ ዕጥቑ ሓደ ለይተዓጥቀይሲ ሓደ ደፊርና ክንከራኸ ይንኽእል እዩ ካልኣይ ቱዳኛሲ ትልመጸዊ ግርጽላል ከፍ ልብል ዳኛ ሳመገሪ እዩ ለኣይ ዕጥቂ ለይብለይ ወሲኑስ ክነብር ይኽእል ስለዚ ኣነ ሕፅር ልበለት እያ ታገብእ ፅቡቕቲ እንድያ ግን ዕጥቂ ክፈትሕ ኣለዎ ሕወሓት ዕጥቂ ክፈትሕ ክኽእል ኣለዎ ፓርቲ ክኾን ክኽእል ኣለዎ እቲ መየምታ ዋና ናይ መጨረሻ ችግርና እውን ንሱ እዩ በቃ እምበይ ምሁራት ኮ ሓሳባት ኣቕሪቦም ኮ እዮም መዓት ኮ ምሁር እኒኦ ትግራይ ግን እዚ ሓይሊ እዚ ሲ ሓሳብ ዝሰምዕ ይኾነ እዩ በቃ ብሓይሊ እዩ ዋ እንኳን ንካሊእ ክሰምዕስ ምስኡ ዝነበሮ ኣባሪሩ እኮ እዩ ሓድሽ ፓርቲ መስርትዎም እዮ ኣብ ውሽጢ ለለዉ ሰባት ምክትል ኣቦ ወንበር ንሓወሓት ብዙሕ ኣስተዋፅኦ ዝገበሩ ዝደሞዩ ዝሞቱ ለይሓደገስ ኣነ ዓረናሲ ምስ ሕውሓት ተኸራኺረ ክስዕሮ ድየ ወይስ እንታይ ሃመይ ለይሓስብ ሃመይ ለይሓስብ ስለዚ ሃመይ ለይሓስብ ኣነ ልነውዓሉ ልጌታቸው ረዳ ልግዛዕ ምዛዕ ለባረረ ምስኡ ልነረስ ኣነስ ምስኡ ተወዳድ እሺ ክመጽእ እዩ ኣይ ክመጽእ እዩ ኣብታ ገብእ እኮ እየ እኒኹ ኣብኣ እየ ኣብታ ርእሲ እየ እኒኹ ኣብታ ርእሲ እየ እኒኹ ኣብ ካልእ እየ ከድኩ እዩ ስለዚ ኣገብእ ክንብል ትኾይና ሲ ክሕፅሮ ቱ ችግር ልኾነ ዕጥቂ ፈትሑስ ላውን ንውር ክምለስ ክእል ኣለዎ ሓደ ከዚ ዕጥቂ ጥራሕ ክንወዳደር ትኾይና ማለት እዩ ስለዚ እዚ ኣይምስ
የቐንየለይ ዶሪ ኣስገዶም ይበሃል ካብ ዓሲምባ ዲሞክራሲያዊ ፓርቲ ዝቀረበ ሓሳብ ብጣዕሚ ጽቡቅ እዩ እዚ መድረኽ እዙይ ብምድላውኩም እውን ጉባኤ ህዝባዊ ርክባት ትግራይ በዚ ኣጋጣሚ ከመስግን ይፈቱ። ተመሳሳሊ መድረኻት እውን ቅድሚ ሀዚ ኣዳሊኹም እኹም ተሳቲፍና ኢና። ኣብ ዝሓለፉ ኣብዘን ናይ ሽማግለ ዝነበራ መድረኻት ግን ኣይተዓደምናን። ኩሉ ውድብ ክዕደመ ኣሎ ማለት እዩ። ንስኻትኩም እውን ክተጓንዩ የብልኩምን። ንኹሉ ብማዕረ ርኢኹም ብማዕረ ክተሳትፉ ኣለኩም። ኣብኡ ኣይተፀዋዕናን። ኣብታ ናይ ክልላት ዝፀዋዕኩምዎም ሽማግለ ነበራ። ቅድሚኡ እውን ዝነበረ ክልተ መድረኽ ኣይተሳተፍናን። ስለዚ በዚ ኣጋጣሚ ክገልፅ ደልየ። ካፍቲ መድረኽ ክልቲኹም መቕረብቲ ብጣዕሚ ጽቡቕ ኢኹም ኣቕሪብኩም። ዘተ የድሊ እዩ፣ ልዝብ የድሊ እዩ። ክልተ ዓመት ምሉእ ብዙሕ ዘተ ብዙሕ ልዝብ ነካይድ ኣለና። እቲ ጸገም ዝኸውን ዘሎ ከምዙይ ጽቡቕ መድረኻት ነዳሊ፣ ጽቡቕ ሓሳብ ወርቂ ዝኾነ ሓሳብ ይቐርብ ብድሕሪኡ ተበቲኑ ይተርፍ። ናብ ተግባር ዝሽረፍ ምንም ነገር የለን። ስለዚ ንምንታይ እዩ ናብ ተግባር ዘይሽረፍ ዘሎ? ንምንታይ እዩ ናብ ተግባር ዘይውዕል ዘሎ? ንምንታይ ኢና ለውጢ ዘይነምጽእ ዘለና? እዙይ ዘዕንቅፍ ዘሎ መን እዩ? ዝብል ብዝግባእ ክቕመጥ ኣለዎ ይመስለኒ። ካብቲ ጸገም ክንወጽእ እንተኾይንና እዙይ ክንፈትሕ ኣለና። ተዘየለ ተዛቲና ብዙሓት መጽናዕታዊ ጽሑፋት ኣቐሪብና ብድሕሪኡ ምንም ናብ ተግባር ዝውዕል ነገር እንተዘይሃልዩ ካብ ድኻም ወጻኢ ካሊእ ትርፊ ዘለዎ ኮይኑ ኣይስምዕን። ማለት ንስኻትኩም ከም ስቪል ማሕበረሰብ ክትሰርሕዎ ዝግበእኩም ነገር ትሰርሑ ኣለኹም። ግን እቲ ዝሰራሕኹምዎ ካልኦት እውን ዝሰርሕዎ ንሕና እውን ኣብ ዝተፈላለየ መድረኻት ተሳቲፍና ናብ ተግባር ዝቕየር ነገር ስለ ዘየለ እዚ ነገር ብደንብ ኣቓልቦ ክንሪኦ ኣለና። ናብ ተግባር ዝቕየረሉ መንገዲ ኩልና ክንሓስብ ኣለና ዝብል ሓሳብ ኣለኒ። ንኣኹም ጥራሕ ኣይኮነን ብዙሓት መድረኻት እዮም ዝካየዱ። ዋላ ግዝያዊ ምምሕዳር ብዓርሱ እኮ ኣብ ዝሓለፈ ክልተ ዓመት ዳርጋ ቀዳምን ሰንበትን እኮ ሙሉእ ኣብ ዝተፈላለየ ከባብታት ኣብ ዝተፈላለየ ጉዳያት ዘተ የካይድ ነይሩ እኮ እዩ። ካብቲ ዘተ ግን እዚኣ ትበሃል ተግባራዊ ኣይኮነትን። ስለዚ እዚ ጉዳይ እዙይ ብጣዕሚ ከተሓሳስበና ዝግባ ማለት እቲ ዝኹሉ ተዛቲና ዝኹሉ ዝኹሉ መፅናዕታዊ ፅሑፋት ቀሪቦም ሓንቲ ናብ ተግባር ብዘይምውዓሉ ሰራዊትና እውን ሕዚ ናብ ክልተ ናይ ምግማዕ ኩነታት ኣሎ ማለት እዩ። ስለዚ እዙይ ብደንቢ ክንሪኦ ዘለና ጉዳይ እዩ፣ ክንፈትሖ እውን ኣለና ኢለ ይሓስብ። ስልጣን ምብሓት ስልጣን ምብሓት እውን ኣብ ትግራይ እቲ ካሊእ ዓብዪ ሓደጋ እዩ። ምናልባት ንስኻትኩም ዘቕረብኩምዎ ምስ ተሓታትነት ዝተኣሳሰር ኣብ ትግራይ ተሓታትነት ዝፈርሕ ኣመራርሓ ስለ ዘሎ እዩ ዝብል ምናልባት እዚኣ ካልኣዋይ ደረጃ ወይ ሳልሳይ ክትከውን ትኽእል ኢለ ይሓስብ ከም ውድብ እውን ከምኡ ንሓስብ እታ ቀዳመይቲ ፀገም ኣብ ትግራይ ዘላ ስልጣን ብሒትካ ምንባር እያ ስልጣን ካብ ባዕለይ ወፃኢ ካሊእ ሰብ ክሕዞ የብሉን ካሊእ ውድብ ክሕዞ የብሉን ዝብል ኣተሓሳስባ ኣራእያ እዚኣ ዋጋ ተኽፍልና ዘላ ኣብ ስልጣን ኮይንካ እውን እቲ ዝተዋሃበካ ዕማም ዘይምፍፃም ኣሎ እቲ ኣብ ስልጣን ዘሎ ሓይሊ እኮ ፅቡቅ እንተዝሰርሕ ተቃወምቲ ምብዛሕ እውን ኣየድልን ምክንያቱም ፅቡቅ እንተሰሪሖም እንታይ ኢልካ ኢካ ትቃወም ሱ ኢልካ ፅቡቅ ይሰርሑ ኣለና ኢልካ ትድግፍ ክመርሑና ስለ ዘይከኣሉ ብዙሓት ድኽመታት ስለ ዘለዉ ኢና ውድባት ኣጣይሽና ንኸይድ ዘለና ኣብ ዝሓለፈ ዝነበረ መኸተ እኮ ኣብፍላይ ኣብ መረጻ ዝተሳተፍና ውድባት ኣብቲ መኸተ ተሳቲፍና ገሊና ብጾትና ሰዊእና ገሊና ኣሕዋትና ኣሰዊእና ንባዕልና እውን ተኣሲርና ኢና ሕዚ ከፍቲ ስልጣን ቦታ ተዋሂቡና ድዩ ኣይተዋህበናን እንተሓተትናኸ ስልጣን ትደልዩ ንበሃሎ። ዋእ ታይ ደኣ እማ እወ ስልጣን ደሊና እኮ ኢና ውድብ ኣጣይሽና እምበር ናብ ቤተክርስትያን ክንከይድ እንተደሊና ያው ጸሎት እዩ ክኸውን ዝኽእል ማለት እዩ። ስለዚ ስልጣን ምብሓት ብሰፊሑ ኣሎ። በቃ ንዓይ ጥራሕ እዩ ዝግበእኒ ዝብል ሓይሊ ኣሎ። እዚ ሓይሊ እዙይ ኣብቲ ዝሓለፈ መኸተ ደኣ ንምንታይ ንበይኑ እቱ ዝነበረ መኸተ ዘይዐወቶ? እቲ ዝነበረ መኸተ እኮ ህዝቢ ትግራይ እኮ ዐዊትዎ። ንበይኑ እሱ ከዐውቶ ኣይኽእልን። ኩሉና እውን ተሳቲፍና ኢና። ስለዚ ብመሰረቱ ክፍታሕ እንተኾይኑ ኣብ ስልጣን ዘሎ ኣተሓሳስባ በሓታይ ዝኾነ ኣተሓሳስባ ክእረም ክስተኻኸል ክእል ኣለዎ።
እዙይ እንድሕር ዘይተስተኻኺሉ ግን ለውጢ ክመፅእ እዩ ኢልና ኣይንሓስብን። ሕዚ ሓቋፋይ ዝኾነ ግዜያዊ ምምሕዳር ክህሉ ኣለዎ። ሓቋፋይ ዝኾነ ግዜያዊ ቤት ምኽሪ ክህሉ ኣለዎ። ትኽክል ግን ብዙሕ ግዜ ይቐርብ ዝትግብሮ ግን የለን። ናይ ማን ለውጢ እንተኾይኑ ክመፅእ እንተኾይኑ ሓቋፋይ ዝኾነ ግዝያዊ ምምሕዳር ሓቛፋይ ዝኾነ ግዝያዊ ቤት ምኽሪ፣ ዝተመረፀ መንግስቲ እንተሃልዩ እኮ ግዝያዊ ግዛዕ እውን ኣይትበልን። እቲ ዝተመረፀ ኣካል መንግስቲ ይኸውን። ሀዚ ዝተመረፀ ስለዘይብልና ሲ ዝተመረፀ መንግስቲ ስለዘይብልና ግዝያዊ ንብሎ ኣለና። ስለዚ ኣፍቱ ግዝያዊ ንኹሉ እዩ ዝምልከት። ንሓደ ኣካል ጥራሕ ኣይኮነን ዝምልከት ማለት እዩ። ምስኡ ኣተሓሒዘ ከዓ ከቕርቦ ዝደሊ እቲ ዓርሰ ምሕደራና እውን ኣቕሪብኩምዎ እንዲኹም ናብ ትግራይ ክምለስ ክኽእል ኣለዎ። ብሸዋ ሽመት እናተደርበየልና ነምፀኦ ለውጢ የልን ህዝቢ ትግራይ መራሕቱ ባዕሉ ክመርፅ ክእል ኣለዎ እቲ ዋና ፀገም ዝኸውን ዘሎ ሀዚ ግዜያዊ ምሕዳር ካብ ሸዋ ይለኣኸልና ደሓር ንሱ ወዮ ስልጣኑ ከይሕደግ ምስ ፈደራል ሽርክና ይፈጥር ካብኡ ዝስራሕ ነገር የለን ኣብዚ ንሕና ዋዕ እንተበልና መን ይሰምዐና ብስሩ እውን ብልፅግና ኣብ ትግራይ ኣይተመረፀን እኮ ብስሩ ናይ ትግራይ መንግስቲ እውን ኣይኮነን እኮ እዙይ እኮ ኢና ክንፈትሕ ዘይከኣልና ኣብ ትግራይ ብልፅግና ኣይተመረፀን ናይ ትግራይ ጉዳይ ኣይምልከቶን ትግራይን ፈደራል መንግስትን ዘራኽብ ውዕሊ ፕሪቶርያ ጥራሕ እዩ ካብዚ ወፃኢ ተቕርብዎ ነይርኩም ንሕና ኣብ ፓርላማ ይኹን ኣብዚ ናይ ህዝቢ ተወካዮች ምክር ቤት ይኹን ዋላ ፈደረሽን ምክር ቤት ኣብቲ መንግስቲ ምንም ትግራይ ውክልና የብላን። ውክልና ዘይብልና እናሃለናሲ ንምንታይ እዩ እቲ ፈደራል መንግስቲ ዝፀዓነና? እዙይ ኣትሪርና ክንቃወሞ ይግባእ። ኣይንቃወምን ዘለና ስኢልና ምስኡ ሽርጉድ እናበልና ኢና ንኸይድ ዘለና። እዙይ መዋፅኦ ክኸውን ኣይኽእል። መዋፅኦ ክኾኑ እንተኾይኑ እቲ ስልጣን ናብ ህዝቢ ትግራይ ክምለስ ኣለዎ። እታ ዋና ፀገም ትፈጥር ዘላ እውን እሳ እያ። በቃ ንስልጣን ተባሂሉ በቃ ምስ ኣብይን ምስ ግዛዕና ተቻረካ ዝስራሕ ስራሕ ጠጠው ክብል ኣለዎ። እዙይ ጠጠው እንተዘየቢልና መዋፀኡና ክመፅእ ኢልካ ምሕሳብ ብጣዕሚ የዋህነት እዩ ማለት እዩ። ካሊእ ምስ ህወሓት ተፃልየ ኢልካ ከዓ ምስ ፀላኢ ምልጣፍ እኒሀ። እዙይ እውን ክስተኻኸል ክኽእል ኣለዎ። ህወሓት ፀገም የብላን ኣይኮንኩን ዝብል ዘለኹ። ክትብድል ትኽእል እያ፣ ፀገም ክህልዋ ይኽእል እዩ፣ ግን ምስ ህዝብኻ ጠጠው ክትብል ኣለካ። ንህዝብኻ ክትሕለቅ ክትክእል ኣለካ ተዘየለ ምስ ሕወሓት ተባኢሰ ኢልካ ከይድካ ምስ ፀላኢ ትልጠፍ እንተኾይንካ እዚ ህዝቢ ትግራይ እውን ክነፅጎ ዝግብኦ ዓብዪ ጉዳይ እዩ ኢልና ኢና ንኣምን። ካሊእ ሓንቲ ኣብ ዝኾነ መድረኽ ካብ ናትኩም ኣመራርሓ ክዛረብ ዝሰማዕኹዋ ተፈናቀልቲ ብዝኾነ መንገዲ ይመለሱ ትብል ዘረባ ሰሚዐ ኣለኹ። ብዝኾነ መንገዲ ማለት ዋላ ውሑስ ብዘይኮነ መንገዲ ይመለሱ ትብል ማለት እዩ። እዚኣ ብጣዕሚ ሓደገኛ ኣብ ዝሓለፈ ግዜ ኣብ ጸለምት ኣብ ራያ ርኢናያ ኢና። ተፈናቐልቲ ውሑስ ብዝኾነ መንገዲ ስለ ዘይተመለሱ ክሳብ ሕዚ ኣብ ከቢድ ጸገም ኣለዉ። ውሑስ ማለት እንታይ ማለት እዩ? ምጸጥኦም ምስ ምምሕዳሮም ክምለሱ ክኽእሉ ኣለዎም። ተዘየለ ከምቲ ናይ ጸለምትን ራያን እንተኾይኑ ሕዚ ናይ ጸለምቲ ናይ ናብ ሽረ እናተመለሱ እዮም ዝውዕሉ። ኣብቲ ከባቢ ዘለዎም ናይ ጸጥታ ጸገም ናይ ካሊእ መዓት ሽግራት ኩልኹም ትፈልጥዎ እኹም። ስለዚ ናይ ምዕራብ ይኹን ናይ ካሊእ ከባቢ ተፈናቐልቲ ክምለሱ እንተኾይኖም ውሕስነኦም ተሓልዩ ውሑስ ብዝኾነ መንገዲ ጸጥታኡ እውን TDF ብዝመርሖ ካብኡ ከዓ መንግስቲ እውን ስሩዕ መንግስቲ ሃልይዎ ክምለስ ኣለዎ። ናይ ምዕራብ ትግራይ ሀዚ ብ እንታይ እዩ ዝበሃል ከም ድልየቶም ኣብኡ ዘለዉ እኒ ደመቀ ዘውዱ ከም ድልየቶም ካብኡ ሰብ እናባረሩ ኣይኮኑን እዮም ዝውዕሉ። ስለዚ ከምዚ ዓይነት ምምሕዳር እናሃለወስ ናብኡ ከኣ እቲ ፈደራል እውን ይትረፍ ክሕልወናስ ፅንተት ዝፈፀመና ኣካል እዩ። ስለዚ ኣብዚ ምናልባት ከምኡ ዓይነት ኣተሓሳስባ እንተሃልይዎ ጉባኤ ህዝባዊ ርክባት ትግራይ ከስተኻኽል ኣለዎ። ካብ ሓደ ኣመራርሓ እየ ሰሚዐ ናይቲ ሲቪክ ማሕበር ኣተሓሳስባ እንተኾይኑ ግን ብጣዕሚ ሓደገኛ ስለዝኾነ ክስተኻኸል ኣለዎ ኢለ ዝብል ርእይቶ ኣለኒ። ካሊእ እቲ ርክብ ምስ ጎረባብቲ ሃገራት ይኹን ክልላት ብጣዕሚ ወሳኒ እዩ። ኣቕሚጥኩሞ ኣለኹም ብጣዕሚ ወሳኒ እዩ። ኣብ ፅምዶ ግን ተወሰነ ከቕርባ ዝደለኹ ማለት ንሕና ከም ውድብ እውን ምስ ጎረባብቲ ክልላት ይኹን ምስ ጎረባብቲ ሃገራት ትግራይ ጥዑይ ዝምድና እንተፈጢራ ሓደ መዋፅኦ እዩ። ምክንያቱም ብዙሕ ግዜ ፀገማት ዝመፁና ዘለዉ ብዙሕ ግዜ ኩናት ዝመፀና ዘሎ ካብኡ ስለዝኾነ ብፍላይ ካብ ኣምሓራን ካብ ኤርትራን ስለዝኾነ እዚ ብልዝብ ብሰለማዊ መንገዲ እንተፈቲሕናዮ መዋፅኦ ናሱ ክኸውን ይኽእል። ስለዚ ህዝቱ ምስ ኤርትራ ተጀሚሩ ዘሎ ጽምዶ ጽቡቅ ውጽኢት እዩ ዘምጽ ዘሎ። ኣርባዕተ ዓመት ፈደራል መንግስቲ ለሚንና ክትግብረልና ዘይኸኣለ ተተግቢሩ ኣሎ። ናይ ራማ መንገዲ ተኸፊቱ ኣሎ፣ ናይ ዛላምበሳ መንገዲ ተኸፊቱ ኣሎ፣ ናይ ኢሮብ መንገዲ ተኸፊቱ ኣሎ። ህዝቢ ንህዝቢ እውን እናተራኸበ ይኸይድ ኣሎ። ስለዚ እዙይ ተጠናኺሩ እንተቐፂሉሲ ዓብዪ ረብሓ ዘለዎ እዩ ንክልቲኡ ህዝቢ። እቲ ህዝቢ እውን ባዕሉ ብድልየቱ ኣብቲ ዶብ ዘሎ ህዝቢ ዘካይዶ ዘሎ እዩ። ስለዚ ካሊእ ሽማሽም ክወሃቦ የብሉን። ንኹናት ተባሂሉ እውን ኣይኮነን ፅምዶ ዝግበር ዘሎ ንሰላም ተባሂሉ እዩ ፅምዶ ዝግበር ዘሎ። ስለዚ ኣብዚ ሓደ ሓደ ሰባት ንኩናት እዩ ንግዛዕ እዩ ኖ ንሕና ከም ውድብ ንሰርሐሉ ኣለና ኢና ንምንታይ ረብሓ ስለ ዘለዎ ማለት እዩ ኣርባዕተ ዓመት ዝተዓፀወ መንገዲ ክፈት ዘይከኣለ መንገዲ ከፊትና እኮ ሕዚ እቲ ሕብረተሰብ ይርብሐሉ እኮ እዩ ዘሎ እሞ ሓንቲ ጥይት ከይተተኮሰት ብሰለማዊ መንገዲ ከምዙይ ዓይነት ስራሕ ክስራሕ ተሎ ክበራታታዕ እዩ ዝግበኦ ክሰፊሕ እዩ ዝግበኦ እዙይ ናብ ኣምሓራ ናብ ካሊእ ናብ ዓፋር ክንወስዶ እዩ ዝግበእና እንዲያም ከም ተመክሮ እውን ክንወስዶ ኣለና ስለዚ ተደጋጋሚ ውድባት እውን በቃ ምስ ኤርትራ ወይ ምስ ሻዕብያ ፅምዶ ምፍጣር በቃ ኩናት ምዕዳም እዩ ዝብል እዙይ ጌጋ እዩ ኩናት ኣይኮነን ንዕድም ዘለና እንደገና ክዓ እቲ ህዝቢ ባዕሉ ባዕሉ እዩ ዝራኸብ ዘሎ እምበር ማንም እውን ቀስቂስዎ ኣይኮነን። ስለዚ ረብሓ ክልቲኡ ኣብ ዘረጋግፅ ጉዳይ ረብሓ ክልቲኡ ህዝቢ ኣብ ዘረጋግፅ ጉዳይ ኹልና ዓሲልና ክንሰርሕ ኣለና። ኣይ ኣይደልን ዝብል ኣካል እንተሃልዩ ከዓ ዘይኮነ ሽማሽም ክህብ የብሉን ዝብል ርእይቶ ኣለኒ። የቐኔለይ።